ሰላም ጥዕና ይሃበልና ዝኸበርኩም ተኸታተልቲ ሕብረት ሚድያ ዕለታዊ ዜና ሒዝና መፂና ኣለና። ፈለማ ግን ንቀንዲ ቀንዲ ርእሰቶም ህዝቢ ትግራይ ጸላኢ ኸኣ ኢሰያስ እዩ ንኢሰያስ ውጋእ ዝብል መግለፂ መልእኽቲ ዘለዎ ዘረባ ኣብዪ ኣሕመድ ሎሚ ኣብ ፓርላማ ተዛሪቡ። ቀይሕ ባሕሪን ኢትዮጵያን ክፈላለዩ ኣይኽእሉን ክብል ቀዳማይ ሚኒስትር ኣብዪ ገሊጹ። ካድረታት ብልጽግና ኣብዪ ኣብ ትግራይ ደብዳብ ድሮን ከካይድ ምዃኑ ሎሚ ምሸት ገሊጾም። ውድብ ሕቡራት ሃገራት ኣብ ትግራይ ዝተፈጠረ ጎንፂ ክሃድእን ስምምዕ ፕረቶርያ ሙሉእ ብሙሉእ ክትግበርን ዳግም ፃዊዕት ኣቕሪቡ ዝብሉን ካልኦትን ኣለውና ሕጂ ድማ ናብ ዝርዝሮም ህዝቢ ትግራይ ጸላኢ ኸኣ ኢሰያስ እዩ ንእሰያስ ውጋእ ዝብል ግልፂ መልእኽቲ ዘለዎ ዘረባ ኣብዪ ኣሕመድ ሎሚ ኣብ ፓርላማ ተዛሪቡ ቀዳማይ ሚኒስተር ኣብዪ ኣሕመድ ምብስባስ ዝምድና ኢትዮጵያን ኤርትራን ከም ብዙሓት ሰባት ዝብሎ ብሰንኪ ጉዳይ ቀይሕ ባሕር ዘይኮነስ ኣብ እዋን ኩናት ትግራይ ሰራዊት ኤርትራ ኣብ ዝተፈጸሞ ተግባራት ግፍዐ ከም ዝጀመረ ንመጀመርታ ግዜ ብግልፂ ተዛሪቡ። ቀዳማይ ሚኒስተር ሎሚ ንባይቶ ወከልቲ ህዝቢ ኣብ ዝሃቦ መግለፂ ኣብ መንጎ መራሕቲ ክልቲኣን ሃገራት ዘይምርዳእ ዝጀመረሉ ነጥብታት ብዝርዝር መብርሂ ሂቦ ኣሎ። ብመሰረት መግለፂ ቀዳማይ ሚኒስተር እቲ ግጭት ኣብ ቀዳማይ ዙርያ ኩናት ቅድሚ ጉዳይ ቀይሕ ባሕሪ እዩ ጀሚሩ ዝበለ ኮይኑ እቲ ጎንፂ ንምግዳድ ምክንያት ዝኾኑ ነጥብታት እውን ዘርዚሩ ኣሎ። ብመሰረት እዚ ድማ ምዕናው ንብረትን ካልኦትን ከም ዝፈፀመ ዝገለፀ ኮይኑ ሓይልታት ምክልኻል ኢትዮጵያ ንሽረ ምስ ተቆፃፀረ ሰራዊት ኤርትራ እውን ነዚ ስዒቡ ውልቀ ሰባትን ገዛውትን ኣፓርታማታትን ምፍራስ ጀሚሩ እዩ ክብል ሓቢሩ ኣሎ። ብተወሳኺውን ኣብ እዋን ምቁፅፃር ከተማ ኣኽሱም ኣብ ልዕሊ መንእሰያት ዝፈፀመ ጅምላዊ ቅትለት ቀንዲ መባኣሲኦም ጉዳይ ምንባሩ ሓቢሩ ኣሎ። ሰራዊት ኤርትራ በዚ ተግባር እዚ ደው ከየበለ ኣብ ዓድዋን ዓድግራት እንተፈፀመ ምዝማት ምዕናው ፋፍሪካታት ፋብሪካ መድሓኒት ሓዊሱ ግፍዒ ምፍፃሙ ምስ እሳያስ ከም ተባእሱ እዩ ገሊፁ ዘሎ። ቀዳማይ ሚኒስተር ኣብዪ ነቲ ተግባር ደው ንምባል ብተደጋጋሚ ናብ ኣስመራ ልእኳት ከም ሰደደ ዝገለጸ ኮይኑ ህዝበይ ዝኾነ ህዝቢ ትግራይ ኣይትጉዳእ ኢለ ክነግሮ ሽማግለ ሰዲደ ነይረ ክብል ሓቢሩ ኣሎ። ነዚ ንምባል ድማ ሚኒስተር ጉዳያት ወፃኢ ነበር ገዱ ኣንደርጋቸው ክልተ ግዜ ናብ ኤርትራ ከም ተለኣኸን ንሱን መንግስትን ሻዕብያን ብዛዕባ እቲ መስርሕ ምምኽኻር ጀሚሮም ከም ነበሩን ሓቢሩ እዩ። ገለ ሰባት እቲ ጸገም ተፈጠረ ኢትዮጵያ ጉዳዩ ባሕር ስለዘልዕለት እዩ ይብሉ። ነገር ግን ኣይኮነን ዝበለ ኣብዪ፣ ጉዳይ ወደብ ባሕር ቅድሚ ምልዓሉ ብሰንኪ ግህሰት ሰብኣዊ መሰላትን ዕንወት ንብረትን እቲ ዝምድና ከም ተበላሸወ ኣመልኪቱ። ቅድሚ ሕጂ ሳላ ሓገዝ መንግስቲ ኤርትራ ተዓዊትና ኢሉ ብዛዕባ ኲናት ትግራይ መግለጺ ዝሃበ ኣብዪ ሎሚ መንግስቲ ዓብያ ጀኖሳይድ ምዃኑ ንመጀመርታ ግዜ ምግላጹ ንብዙሓት ኣገሪሙ ኣሎ። ብመሰረት እዚ ድማ ዕላማ እቲ ዘረባ ኣብይ ህዝቢ ትግራይ ኣብ ጎኒ ኣብይ ኮይኑ ንኤርትራ ክወቅዕ ንምግባር ካብ ዝተጀምሩ ፕሮፓጋንዳታት እቲ ሓደ ምዃኑ ይንገር ኣሎ። ስለዚ ድማ እቲ ናይ ሎም መልእኽቲ ህዝቢ ትግራይ ጸላኢኻ እሰያስ እዩ ንእሰያስ ውጋእ ዝብል ግልጺ መልእኽቲ ከምዘለዎ እናተገለጸ ይርከብ። ቀይሕ ባሕሪ ንኢትዮጵያን ክፈላለዩ ኣይኽእሉን ክብል ቀዳማይ ሚኒስትር ኣብዪ ገሊጹ። ቀይሕ ባሕሪ ንኢትዮጵያን ንሓዋሩ ክፈላለዩ ከም ዘይኽእሉ ቀዳማይ ሚኒስትር ዶክተር ኣብዪ ኣሕመድ ገሊጹ። ቀዳማይ ሚኒስትር ነዚ መግለጺ ዝሃበ ነቲ ሎሚ ኣብ ፓርላማ ኢትዮጵያ ዝነበሮ መብራህርሂ ምኽንያት ብምግባር ኢዩ። መንግስትን ህዝብን ኢትዮጵያ ንቀይሕ ባሕሪ ንምጥቃም ስለ ዝኾነ ሰብ ክቕተል ከም ዘይደለየ እቶም ቀዳማይ ሚኒስትር ዝገለጸ ኮይኑ እቲ ጉዳይ ብድርድርን ስምምዕነትን ዓለም ለኸ ሕግታትን ክንፈትሖ ይግባእ ኢሉ ኣሎ። ንሕና እውን ዘለና ነገር ሸር ክንገብር ይግባእ፣ ንሳቶም እውን ክሕግዙ ይግባእ። ንኢትዮጵያ ምጉዳእ መኽሰብ ምርካብ ኣይከኣልን ዝበለ ኮይኑ ኢትዮጵያ ወደ ባሓሪ ኣየድልያን እዩ ኢሉ ዝሓስብ ሰብ ኣብ ተፈጥራዊ ሕጊ ዝተጋገየ እዩ። ቀይሕ ባሕርን ኢትዮጵያን ንዘለኣለም ክፈላለዩ ከም ዘይኽእሉ ኣስሚርሉ ኣሎ። ቀርኒ ኣፍሪካ ዝተኸፋፈለ ክልል እምበር ዝተጠርነፈ ኣይኮነን ዝበለ ኮይኑ ብባህልን ሃይማኖትን ዝተኣሳሰሩ ህዝብታት እኳ እንተሃለዉ ልዕል ውድድርን ምትእትታውን ስለ ዘለዎ ከባቢ እዩ ክብል ሓቢሩ ኣሎ። ጉዳይ ክልቲኡ ማያት የሰሓሕበናን ምእታው ሳልሳይ ኢድ ሓይልታት የስፍሕ ከም ዘለን ዝገለጸ ኮይኑ በዚ ደንገርገር እዚ ግን ቀይሕ ባሕር ካብ ምርካብ ኣይንስእንን ኢና ክብል ገሊጹ ኣሎ። በዚ ምክንያት እቲ ከባቢ ናይ ባዕሉ ጸገም ስለ ዘለዎን ነዚ ንምፍታሕ ዓብዪ ጻዕሪ ይግበር ምህላውን ከምኡ እውን ዝዕወት ርእሰ ተኣማንነት ከም ዘለዎን ገሊጹ እዩ። ናይዚ መቐጸልታ ድማ ኣብ ቀረባ እዋን ፕሬዚዳንት ጅቡቲን ሶማሊያን ናብ ኢትዮጵያ ብምምፃእ ምስ ህዝቢ ብሓደ ባህልን ቋንቋን ክረዳድኡ ከም ዝኸኣሉ ኣዘኻኺሩ ኣሎ። ከም ኣዘራርባ ኣብይ ድማ ቀይሕ ባሕሪ ካብ ምውናን ዝኽልክሎም ሓይሊ ከም ዘየለ እዩ ዝገልጽ ዘሎ ብሓፈሻ ናይ ለማዓንቲ ውዕሎ ፓርላማ ኢትዮጵያ ስዒቡ ተሰምዑ መደረ ኣብዪ ኣሕመድ ንውጥረት ኤርትራን ኢትዮጵያን ዘጋደደ እዩ እንዳተባሃለ ይንገረሉ ኣሎ። ካብዚ ብተወሰኸ ወታደራት ክልቲኣን ሃገራት ብተደጋጋሚ ምንቅስቃስ ይጅምሩ ከም ዘለውን ካብ ሎሚ ምሸት እዚ ምንቅስቃስ ከም ተጋደደን ተሓቢሩ ኣሎ። ብተመሳሳሊ ዜና ድማ ካብ ኤርትራ መሳርሕታት ፅዒነን ብራማ ናብ ትግራይ ዝኣተዋ መኻይን ኣብ ዓባቕ ዝበሃል ቦታ ደው ኢለን ዘለዋ እንትኾና ኣብ ናይ ድሮን ታርጌት ኣትየን ኣለዋ ዝብል ዜና ካብ ናይ ብልፅግና ሚዲያታት ይቃላሕ ኣሎ። ካብ ዓዲ በረኻ ዓድዋ ክሳብ ራማ ሩባ መረብ ሕዚ ኣብ ትሕቲ ናይ ድሮን መርበብ ኣትዮ ኣሎ ዝብሉ ዘለዉ ኮይኖም ናይ ብልጽግና ኣፈኛታት ብድሮን ንምድብዳብ ምኽንያት የቕርቡ ከም ዘለዉ መርኣያ እዩ ክብሉ ብዙሓት ተንተንቲ ይገልጹ ኣለዉ። ብመሰረት እዚ ድማ ንሎሚ ለይቲ ይኹን ካብ ሎሚ ምሸት ዘሎ ሰዓታት ኣብ ጠቐሰ ከባቢ ስርዓት ብልፅግና ናይ ድሮን ደብዳብ ንምክያድ ትልሚ ከም ዘለዎ ብኣፈኛታቱ ይገልፅ ስለ ዘሎ ህዝቢ እቲ ከባቢ ክጥንቀቕን ወታደራዊ ቆላሓተ ክግበረሉን ይግለፅ ኣሎ። ምክንያቱ ድማ ኣብ ዝሓለፈ መዓንታት ደብዳብ ድሮን ዝፈፀመ ኣብዪ ኣሕመድ ለም እውን ንምቕፃል ናይ ሓሶት ታሪክ ከምህዝ ከም ዝጀመረን ካብ ኤርትራ ናብ ትግራይ ኣፅዋራት ይኣቶ ኣሎ ብምባል ክሲ የቕርብ ከም ዘሎ ስለ ዝገልፅ ዘሎ እዩ። ራማ ዓዲ ኣርባዓት ብ ዝኾነ ይኹን ናይ ብ መሳርሒ ጻዕራ መኻይት ከይተቅርቡ ዝብል ናይ ሓይለይት መሲሎም መጥፋኣቲ ዝኾኑ ካድረታት ብልጽግና ካብ ሎሚ ሰሉስ ምሸት ጀሚሮም ሓበሬታ ይነዝሑ ኣለዉ። መንግስትን ህዝብን ትግራይ ድማ ካብ ወታደራዊ ምንቅስቃስ ደብዳባት ኣየርን ዓርሱ ክሕሉ ጻውዒት ብጉድሳት ተጋሩ የቅርብ ኣሎ። ውድብ ሕቡራት ሃገራት ኣብ ትግራይ ዝተፈጠረ ጎንፂ ክሃድእን ስምምዕ ፕሪቶርያ ሙሉእ ብሙሉእ ክትግበር ዳግም ፃውዒት ኣቕሪቡ። ወሃብ ቃል ውድብ ሕቡራት ሃገራት ስቴፈን ዱጅሪክ ከም ትማሊ ምሸት ኣብ ዝሃቦ ጋዜጣዊ መግለፂ እቲ ምኽንያቱ ብዋና ፀሓፊ ውድብ ሕቡራት ሃገራት ዝቐረበ ፃውዒት ዳግም ብምዝኽኻርን ኣብ ቦትኡ ከም ዘሎን ብምግላፅ ሕጂ እውን ዝረአ ዘሎ ወጥርን ጎንፅን ኣዝዩ ስኽፈት ከም ዝፈጠረን ኩሎም ወገናት ድማ ልጓም ክገብሩን ፍልልያት ብሰላማዊ ዘተ ክፈትሑን ስምምዕ ፕረቶርያ ሙሉእ ብሙሉእ ክትግበር ዳግም ፃውዒት ኣቕሪቡ። ቅድሚ ሳልስቲ ዋና ጸሓፊ ውድብ ሕቡራት ሃገራት ኣንቶኒዮ ጉተሬዝ ኣብ ዘሕለፍዎ መልእኽቲ ካብ ቀረባ መዓንታት ጀሚሩ ዝረአ ዘሎ ወጥርን ጎንፅን ኣዝዩ ስኽፈት ከም ዝፈጠረሎምን ብቕልጡፍ ክሃድእን ጸዊዖም እዮም ክብሉ እቶም ወሃብ ቃል ኣዘኻኺሮም። ኣንቶኒዮ ጉተሬዝ ኣብ ትግራይ ዘሎ ጎንፂ ናብ ካሊእ ዙር ዝኸፍአ ጎንፂ ከይሰግርን ኩሎም ወገናት ነቲ ወጥሪ ክህድኡን ፍልልያቶም ብሰላማዊ ዘተን ኣብ ምትእምማን ተደረኸ ስጉምታትን ክፈትሑ ይግባእ ኢሎም እዮም እቶም ዋና ፀሓሓፊ ኣብ ትግራይ ዝረአ ዘሎ ምዕባላታት ብቐረባ ይከታተልዎ ከም ዘለውን ሕጂ ዝረአ ዘሎ ሓድሽ ወጥርን ጎንፅን ሰዓሚናቱ ነቲ ከባቢ ናብ ዝገደደ ፀገም ፀጥታ ከይእቱ ብኣጋ ልጓም ክግበረሉ ምፅዋዕም ይዝከር ጉተሬዝ እቲ ኩነታት ኣብ ልዕሊ ሲቨላት ክህሉ ዝኽእል ጽልዋን ነቲ ናይ ትግራይ ጋና ዳግማይ ንምህናጽን ንምሕዋይን ዝግበር መስርሕ ዘኸብድ እዩ ኣብ ልዕሊ ምዃኑ እቲ ዞባ እውን ናብ ዝሰፍሐ ግጭት ናይ ምምላስ ሓደጋ ከይህልዎ ኣዝዩ ሻቁለት ከም ዝፈጠረሎም ገሊጾም እዮም። ዋና ጸሓፊ ውድብ ሕቡራት ሃገራት ኣንቶኒዮ ጉተሬስ ምዕቀባ ምቁራጽ ተጻብኦታት ምሉእ ብምሉእ ክትግበር ብምትሕስሳብ ውድብ ሕብራት ሃገራት ምስ ሕብረት ኣፍሪካን ዞባ መሻርክትን ብምትሕባር ሰላም ከዳላግድል ክሕግዝ ድልው ምዃኑ ደጊም ዘቕረብዎ ፃውዒት ሕጂ እውን ኣብ ቦትኡ ከም ዘሎ እዩ ወሃብ ቃል ውድብ ሕራት ሃገራት ስቴቨን ዱጀሪክ ኣብ መግለፂኦም ኣረጋጊፆም ዘለዉ ኣብ ብሔር ሓበራዊ መስዋዕት ዝኸፈሉ መናእሰይ ነንባዕሎም ክተኸሱ ምርኣይ ጠንቂ ሰላም ካብ ምዃን ሓሊፉ ፀሊም ታሪክ ትግራይ ክብሉ ሓላፊ ሮ ጉዳይ መናእሰይ ትግራይ ኣይተ ሓይሽ ስዋጋድስ ገሊፆም ኣይተ ሓይሽ ነዚ ዝበሉ ብምትሕባር ዩኒቨርሲቲ ካናዳን ኪነጠባ ማሕበር ጩራ ኣቦጊዳን ንክፋላት ማሕበረሰብ ኣብ ደገዳስነት ህንፀት ሰላም ኣመልኪቶ ኣብ ከተማ መቐለ ኣብ ዝተኻየደ መድረኽ እዩ ነቲ መድረኽ ዝኸፈቱ ኣካይድ ስራሕ ኪነጣዊ ማሕበር ጩራ ኣባጒዳ ኣይተ ብንያም ናደው ማሕበረሰባዊ ክብርታት ንምዕቃብ ጎንፀነት ብሳይንሳዊ ኣግባብ ምእላይ ኣገዳሲ ዛዕባ እዩ ኢሎም መሓውሮም ኣብ ምክልኻል ጠንቂ ሰላም ዝኾኑ ዛዕባታት ህንፀት ሰላምን ምስ ኤምባሲ ካናዳን ቢሮ ጉዳይ መናእሰይ ክልል ትግራይ ብሓባር ከም ዝሰርሕ እውን ገሊፆም። መናእሰይ ትግራይ ኣብ ዓዶም ሰሪሖም ከይነብሩ ጠንቂ ሰላም ዝኾኑ ጸጥታውን ፖለቲካውን ጉዳያት ካብ ዓዶም ክወፅኡ ደፋእቲ ምኽንያትት ምዃኖም ዝገለፁ ድማ ሓላፍ ቢሮ ጉዳይ መናእሰይ ትግራይ ኣይተ ሓይስ ዋጋድስ እዮም። መሪሕነት ትግራይ ንመናእሰይ ናብ ኩናት ዘይኮነስ ናብ ልምዓታዊ ቁጠባዊ ማሕበራውን ንጥፈታት ክሳተፉ ግብኦም ክዋፅኡ ይግባእ ክብሉ እውን ወቒሶም። ኣብዚ ሕጂ እዋን ረብሓ ብሄር ሓበራዊ ቃልሲ ዘካይዱ መናእሰይ ትግራይ ነንባዕሎም ክታኾሱ ምርኣይ ጸሊም ታሪኽ ትግራይ እዩ ዝበሉ እቶም ሓላፊ እዚ ዘይጉብእ ተግባር ብኣጋ ክእረምን ዘላቒ ሰላም ትግራይ ክረጋገፅን ኩሉ ወገን ክሰርሐሉ ተላብዮም። ሰላም ካብ ስድራ ቤት ተበጊሱ ከባብን ሃገርን ዝረብሕ እዩ ዝበሉ እቶም ሓላፊ ማሕበር ጩራ ኣባጒዳ ንህንፀት ሰላም ዘካይድዎ ዘለዉ ስራሕቲ ንኢዶም ግደ መናእሰይ ህንፀት ሰላም ዕዝዝ እዩ ዝበሉ ኣይተ ሓይሽ ጩራ ኣቦጊዳን ካልኦት ኣብ ህንፀት ስነ ልቦና መናእሰይ ዝነጠፉ ዘይመንግስታዊ ትካላትን ክበራታትዑ ይግባእ ኢሎም። ባህላዊ ሜላታት ኣተኣላለያ ጎንፂ ምስ ምዕቡል ሳይንሳዊ ስነ ሓሳባት ብምውዳድ ዘላቒ ሰላም ማሕበረሰብ ንምርግጋፅ ክንጥቀመሉ ከም ዝግባእ ኣብቲ መድረኽ ተገሊፁ። ተሳተፍቲ ኣብ ዝሃብዎ ሓሳብ ድማ ንጭቡጥ ተግባራቶም ዝወሃቡ ስልጠናት ኣብ ባይታ ክረኣዩ ሓቲቶም። ዜናታት ናይዚ ዕለት ነዚኦም መስሉ ነይሮም። ስለምክታልኩም ነመስግን። ሰላም